እምበኣር ከምዚ ትርእይዎ ዘለኹም ሎማዓንቲ ነዳልዎ ባህላዊ ዝኾነ ሓቀኛ ጣዕሚ ዘለዎ ቀይሕ ሱር ምስ ኣደስን ኣልጫ ከዓኒ ብቀይሕ ሱር ከነዳል ኢና ብክልተ ኣሰራርሓ ብክልተ ኣገባብ ብሓንሳብ ክንሰርሕ ኢና ኣዝያ ቅልል ዝበለት ሓጻር ቢዶ ሰላም ሰላም ኩልኹም ከመይ ቀኒኹም ደሓን ዶ ቀኒኹም? ኣነ እግዚኣብሔር መስገን ጽቡቅ ኣለኹ ንስኻትኩም ጽቡቅ ትብሉ በዓል ትምሎ ተስፋዬ እምበኣር ኩልኻትኩም እንኳዕ ደሓን መጻኹም ናብ ዳይመንት ኣሉ ናተይ ዕዱማት ክትኮኑ ኩልኻትኩም እቶም ሓደሽቲ እውን ናተይ ተኻታተልቲ ክትኮኑ ናተይ ተኻፈልቲ ናተይ ቪድዮታተይ ክትርእይዎ እውን ንስኻትኩም ብደሓን ምጹ እንዳበልኩ እምበኣር ሎማዓንቲ ሒዜ መፅየ ዘለኹ ናይ ፆም ዝኾነ ፆምና ተጀሚሩ ኣሎ ፆም ኣርባዓ ከምቲ ተጀሚሩ ዘሎ ፆም ኣርባዓ ናብ ኣውደ ዓመትና የሰጋገረና ንዓና ዝኸውን ፆም ኣርባዓ ይግበረና እንዳበልኩ እምበኣር ነዚ ኣዳሊናዮ ዘለና ከምዚ ዓይነት ንክንሰርሕ ከ እንታይ እንታይ የድልየና ከመይ ገርና ከንሰርሖ ብቕልል ዝበለ ኣሰራርሓ ብቑሩብ ኣስቤዛ ጥዑምን ምቁርን ንክንሰርሕ ከኣ ይሕዋተይስ ተካታተሉኒ ኢኩም ተገዲስኩም ራኣይዎ እዚ ቢዶ ክጠቅመኩም ከኣ ተስፋ ኣንዳ ጎበርኩ እየ። ስድኾነ ንጾማይ ኣብ ግዜ ጾም ኣብ ግዜ ብሉዕት ንጥቀመሉ ኣዝዩ ጥዑም ድኾነ መግቢ መኣዛታት ደለዎ ምዝውዒ እንጀራና ባህላዊ ዝኾነ ጣፍ ከም ትሪእዎ ደለኹም ብሓንሳብ ኢና ከነዳሉ ትሪእዎ ደለኹም ጣፍ ከመይ ዝበለ ጣፍ ኣሕዋተይ ከኣ ኣወዳት የሕዋተይ ከኣ ቀንዲ ንዓኻትኩም ከኣ ቅልል ድበለት ናይ ዓሰርተ ደቂቅ ትኸውን ብሓንሳብ ክንሰርሕ ኢና ኣዋልድ ኣሕዋተይ ከኣ ከምኡ ሓደ ሓደ ግዜ እንታይ ክንሰርሕ ኢና ንብል ኢና እሞኒ ስጋብ መወዳእታ ነዚ ቪድዮይ ክትከታተልኦ ኣዝዩ ጥዑም ዝኾነ ክትበልዓ ንዓኻትክን ሒዘልክን መጽእ ኣለኹ ንኹልኹም ሓፈሻዊ ከም ትሪእዎ ዘለኹም ኣስቤዛይ ከላልየኩም እየ እምበኣር ሎማዓንቲ ንጥቀመሉ ከም ትሪእዎ ዘለኹም ካሮት ክልተ ንኣሽቱን ሓንቲ ዓባይን ኣርባዕተ ሽጉርቲ ኣርባዕተ ቀይሕ ሱርን ሓንቲ ኩባያ ኣደስን ቀመማት ከዓኒ ፃዕዳ ሽጉርቲ ከድልየና እዩ በርበረ ፀሊም ናይ ጉረምሶ ኮር ደሎ ናይ ካሮት ከዓኒ ክንጥቀም ኢና ከምኡ ውን ሸውዓተ ቀመም ክጥቀም እየ እምበኣር ኣስቤዛ ከምዚ ትሪእዎ ዘለኹም በዛ ናይ ዲዛይን ገይረ ነዚ ናይ ልጫና ክቆርፀ እየ ማለት እዩ ድቅቅ ኣድቅቅ ኣቢለ ቅጥን ቅጥን ኣቢለ ማለት እዩ ሸጉርትን ካሮትን ከዓ ብሓንሳብ መቲረ ኣለኹ ካሮት ከዓ ንልጫ በይኑ መቲረ ኣለኹ ቀይሕ ሱር ከኣ ነልጫን ንኣደስን ክመታቱሩ ኤሕዋተይ ኣሕጽር ኣቢለ እዛ ቪዶ ከዳልወልኩም እየ ከይትነውሓኩም ምእንቲ ከይተሰልችወኩም ጽቡቅ ጌርኩም ረኣይዋ ጥራሕ እምበር ነዋሕ ኣይኮነትን ብጣዕሚ ኣባኻትኩም ከም ትፈትዋሲ ርግጸኛ እየ ብሓጺሩ ፈትንዋ እኹም ምስ ፈተንኩማ ከኣ ኣብ ኮመንቲ ጽሓፉሊኦም ኣሕዋተይ ኣዝዩ ቀይሕ ሱር ንጥዕናና ኣገዳሲ ካሮት ንጥዕናና ኣገዳሲ ድኾነ መግቢ ኣዝዩ ጥዑም ድኾነ ኩሉ ግዜ ክንበልዖ ንኽእል ኢና ንሰርሕ ሎማዓንቲ ካሮትን ሽጉርትን ከምዚ ገይረ ብሓንሳብ ጥሒነዮ ኣለኹ ኣዝዩ ጥዑም መቐረቱ ንቕደቅና ከኣ ይመሮምን እዩ ደስ እንዳበልዎ እንዳበሎም እዮም ዝበልዕዎ ደቅና ከኣ ንዓና ውን ኣዝዩ ጥዑም ድኾነ ምቁር ድኾነ እዩ ካሮትን ሽጉርትን ገርና ክንሰርሓ ሎማዓንቲ ኣደስና ማለት እዩ ዘይቲ ከም ትሪእዎ ዘለኹም ዝኣኽለና ዘይቲ ከም ንፈትዎ ክንገብር ኢና ሕጂ ትሪእዎ ኣለኹም ብክልቲኤን ሕምስ ሕምስ ጣዕጣዕጣዕ ኣቢልና ብሓንሳብ ንድራር ድኸውን ክነዳሉ ኢና ማለት እዩ ካሮት ሽጉርትን ብሓንሳብ ክቆልዎ እየ እዘን ባዴላ እዚኤን እዘን ድስቲ እዚኤን ከምቲ ዝፈለጥኩሞን ከምቲ ቪድዮ ሰሪሐልኩም ነይረ ናይ ጊፍትድ መጸና ናይ ሓድሽ ዓመት ናይ ክሪስማስ እዩ ኣዝየን ጽቡቓት ብሉጻት ድኾና ንጥዕናና ኣገዳሲ ድኾነ ክነግረኩም ኣይክእልን እየ ዝካልእ ድስትታት ባዴላታት ሲ ኣብ ቅድሚ እዚ ዋላ ሓደ ዋላ ሓደ በቃ ተኺእልና ከምዚ ድስቲ እዚኤን ክንገዝእ ከኣኒ ጽቡቅ እዩ ኣሕዋተይ ንጥዕናና ኣገዳሲ ኣይ ቅልጥ ኣይ ብልካ ከምቲ ልዎ ዘለኹም በርበሬ ሓንቲ ማንካ ገይረሉ ኣለኹ በርበረ ኣውሕድ ኣቢልና ኢና ሎ መዓንቲ ክንሰርሓ በርበሬ ሓንቲ ማንካ እኽልቲ እያ ንኣደስ ትፈትው ተኾንኩም ምናልባት እምበር እኽልቲ ከምዚኣ ጌርና ከኣኒ ቅልቅሉ ኣቢልና ኮሚደረ ፍረሽ ሰለስተ ኮሚደረ ከዓ ጥሕን ኣቢልና መዝማሽና ብሓንሳብ ከኣኒ ቅልው ቅልው ግዜ ዶ ትወስድ ጣዕ ጣዕ ጣዕ ጻዕዳ ሽጉርቲ ቀመም ዘለና ክንገብር ኢና ኣነ ናይ ቀይሕ ሽጉርቲ ናይ ጻ እንዲያ ይሕዋተይ ቁሩብ ተቆሪጻትንላ ጨው እንዳገበርኩ ከለኹ ቀመማት ከኣኒ ናይ ካሮት ናይ ሽጉርቲ ናይ ጻዕዳ ሽጉርቲ ናይ ፔፐሮኒ ናይ ጉሮን ሰኮር ከኣኒ ጨው ደለዎ ተሓወስ ናይ ካሮት ከኣ ገይርለኹ ሸውዓተ ቀመም ገይርሉ በዚኤን ኣስቤዛ እዚኤን ገርና ከኣ ቀመማት ዘለና ክንገብር ንክእል ኢና የሕዋተይ ኣብዚኣ ስለ ተቆረጸትኒ እየ ሪኢኩሞ ክትኮኑ ትክእሉ ኢኩም ኣቁርብተይ ተቆሪጻትኒ ኣላ ክልተ ማንካ ከኣ ናይ ኮሚደረ ሳልሳ ገይረሉ ኣለኩ ትሪእዎ ኣለኹም ሕብሩን ገሊኡን በቃ ተካሮት ገለ ዓይነት እዩ በቃ ኣቂሕ ሒደብሎ በቃ ክጥዕም ድገብሮ ክነግረኩም ኣይክእልኒ ፈትኑ ኣሕዋተይ እዚኣ ከኣ ትሪእዋ ኣለኹም እዛ ኣልጫና ናይ ቀይሕ ሱርን ናይ ካሮትን ከኣ ጽብቕቲ ኣህድእ ኣቢልና ኣሕዊ ሓዊ ክድን ከኣ ነብሎ ክሸልቆልና ምእንቲ ከም ንፈልጦ ቀልጢፉ ኣይበስልን እዩ ቀይሕ ሱር ንእሽተይ ማይ ከኣ ኣንጥብ ተቢልና ኣላ ክድን ኣቢልና ከኣኒ ብሓንሳብ ሽሉቕ ክብለልና እዩ ማለት እዩ ይበልኹም ትሕብሩ ደስ ኣይብለካን እምበኣር እዛ ስልስና ትርእይዋ ኣለኹ ማይ ከዓኒ ዝኣኽለኒ ሓደ ኩባያ ማይ ገይሩ ኣለኹ ዓደስና ከዓ ፅቡቅ ጌርና ሓፂብና ሓደ ኩባያ ናይ ዓደስ ቀይሕ ዓደስ ሓፂበ ብደንቢ ከዓኒ ሓደ ናይ በዛ ናይ ሻሂ ዓባይ በዚኣ ሓንቲ ክገብር እየ ማለት እዩ ምስ በሰለ ኣዝዩ ብርትኩት እዩ ድኸውን ጥዕምትን ሕጽር ድበለት ጦቕ ዝበለት ድርቕ ድበለት ኢና ክንሰርሕ ሎማዓንቲ። ከምዚኣ ገርና ከኣኒ ምስ እቲ ናይ ከኣኒ ቀይሕ ሱር ከኣኒ ኣድቅቕ ኣድቅቕ ኣቢለ ከኣ መቲረ ኣለኹ ማለት እዩ። እዚ ከኣ ትርእይዎ ኣለኹም ኣዝዩ ምስኡ ክጥዕም መዓት እዩ። ክነግረኩም ኣይክእልኒ ኢድካ ኢድካ እያ ተቖርጥም ኣሕዋተይ ፈትንዋ ኣኹም። ብዙሕ ግዜ ከማን ደጋጊምኩም ክትበልዕዎ ኣኹም ንምንታይ ብጣዕሚ እቲ ካሮት ሽጉርቲ እቲ ቀይሕ ሱር ምስ ጸዓደስ ክጥዕም መዓት ዩ በጃኹም ፈትንዋ ኣሕዋተይ እንተፈቲኹማ ኣብ ኮመንቲ ላይክ እንዳገበርኩም ንኻልእ ሰብ ይሕዋትና ክሪኣ ከዓኒ ሸር በልዋ ኣኹም ኩልኻትኩም ኣሕዋተይ ፍቓደኛታት ተኮንኩም ንዓይ ትከታተሉኒ ኩልኹም ከምዚኣ ገርና ከዓ ትሪእዋ ኣለኹም ሕምሕፋሳን ገሊኣን ሕብራን ገሊኣን ኣዝያ ፅብቕቲ ኮይናትልና ኣላ ማለት እዩ ሓፃር ቪድዮ ኣሕዋተይ ንውሕ ኣይበለትን ንዓኹም ከዓ ከይሰልችወኩም ምእንቲ ተነዊሑ ክስልችወኩም ስለዝትኽእሉ ሕጽር ዝበለ እየ ኣቕሪበልኩም ዘለኹ ኣልጫና እውን ጎን ንጎና ኣህደ ኣቢል ሓዊ ስጋብተይ ኣደስና ዝበስል ከዓ ብሓንሳብ ከዓኒ ይበስለልና ኣሎ ማለት እዩ ከምዚኣ እንዳበሰለት ሕጂ እንዳቐረበት የሕዋተይ ትሪእዋ ኣለኹም ቅብኣታ ንላዕሊ ውፅእ እንተይሉ እቲ ዓፍራ ዝመስል ጠቕ ኢሉ ክጠፍእ ኣለዎ ኩሉ ግዜ ከምኡ ንትዓፍሩ ጥፍእ እንተይብልና ኣዝዪ በሲሉ ተዋሃሂዱልና ኣሎ ኣዝዪ ምቁር ኮይኑ ዘይቱ ከዓ ንላዕሊ ቀባእባእባ ኢሉ ንላዕሊ ክወፅእ ኣለዎ ኣይባላሾን ከዓ ንከይባላሾ ከዓኒ ቀመማት በርበረ ፀሊም ከዓ ኣዝዩ ፅቡቅ እዩ በርበረ ፀሊም ከዓ ቆብተይ ንስንስ እንተቢልናሉ ፅቡቅ ይሕዋተይ ግን ሓዊ ፅቡቅ ጌርና ክንህርሞ ኣለና ምስ ዓፍሮ ተውሊድናያ ግን ምናልባት ኣብ ደገ ሕድር እንተኢላ ንጽባሒታ ክትባላሽወና ትኽእል እያ። እምበኣር ትርእይዎ ኣለኹም እቲ ቀይሕ ሱርን እቲ ኣደስን እቲ ኣስቤዝኡን በቃ ክነግረኩም ኣይክእልኒ ኣዝያ ጽብቕቲ ኮይናሃልና ኣላ ከምዚኣ ጠቑ ኢላትና ጽብቕቲ ተዋሂዳትና ኣላ ኣሕዋተይ እንጀራና ውዒ እንጀራና ግብር ራቢና ሕጂ ምዛ ውዒት እንጀራ ምዛ ውዒት ጸብሕና ጌርና ምዛ ልጫና ጌርና ሰላጣና ጌርና ኣልጫ ዝተሰርሐት እውን ኣላትኒ ትኸውን ጾምና ምስ ኣተወ ሕጂ ግዜ ጾም ስለ ዝኾነ ኣሕምልቲ ግሮን ሶኮር ስለ ንገብር ይሕዋተይ ኩሉ ግዜስ ናይ ጾም እዩ ደሎ ከምዚኣ ገርና ሕጂ ተወዲያ ኣሕዋተይ ብከምዚ መልክዕ ካኒ ኣዝያ ጽብቕቲ በሲላትና ተቐልያትና ኣላ ጸብሕና ኣዝያ ሕብራን ገሊኣን ክትጽብቕ መቐረታን ጣዕማን ክትጥዕም ክነግረኩም ኣይክእልን'የ ብከምዚ መልክዕ ከኣ ንዓኻትኩም ንዘን የሕዋተይ ትከታተሉና ከኣ ብከምዚ መልክዕ ኣዳልየልኩም ኣለኹ ንቀደም ንቀደም እንዳበልና ከኣ ብሓንሳብ ክንጸብሖ ብሓንሳብ ክንበልዕ ብሓንሳብ ክንጥዕሞ የሕዋተይ እምበኣር የቀንየለይ ስለ ተኸታተልኩምኒ ግዜኹም ሰዓትኩም ሂብኩም ንዓይ ክትከታተሉ ዝጸናሕኹም ኣዝዩ ጥዑም ድኾነ ምግቢ ከዓኒ ብሓንሳብ ኣዳሊና ብሓንሳብ ጥዒምናዮ ኣለና ፈትንዋ ጣዕምዋ ኣሕዋተይ የቐኔለይ ስለተኸታተልኩምኒ ብኻልእ ቪድዮ ስጋብ ዝምለሰኩም ሰላም ቅኔ